ሰላም ሰላም ተኸታተት ናይዚ ቻነል ከመይ ቀኒኹም ናይ ሎሚ መደብና ፍልይ ዝበለ እዩ ፍልይ ዘብሎ ከዓ ኣብ ክሪፕቶ ካረንሲ ወይ ኣብ በዓል ቢትኮይን ኢንቨስት ክትገብሩ ትደልዩ ክሳብ ሕጂ ብኸመይ ኢንቨስት ከም ትገብሩ ብዙሕ ኣፍልጦ ዘይነበረኩም ብዙሓት ከም ዘለኹም ፈሊጠ ካብዚ ብምብጋስ ከዓ ምስ ክሪፕቶ ካረንሲ ዝተተሓሓዛ ስቶክ ማርኬት ማለት በዓል ቢትኮይን ገንዘብ ክውስኻ ከለዋ እዘን ናይ ሎማዓንቲ ንዘራረበለን ስቶክ ከዓ ማዕረ ማዕሪኡ ዋላ ኤግዛክትሊ ማዕረ ተዘይኮነ ማዕረ ማዕሪኡ ገንዘቡ ዝውስኻ ስቶክስ ኣለዋ ምኽንያቱ እቲ ቀንዲ ስርሐን ምስ ክሪፕቶካረንሲ ምስ ብሎክቸይን ዝተተሓሓዘ ስለ ዝኾነ so ኣብ ቢትኮይን ወይ ኢተርም ብሓፈሻ ክሪፕቶካረንሲ ኢንቨስት ክትገብር ድልየት እንተ ኔርካ ኣብዘን ናይ ሎማዓንቲ ንመሃርን ወይከዓ ናይ ሎማዓንቲ ዝበኩም ኣብነታት ናይ ስቶክስ ኢንቨስት ብምግባር ኤክስፖዠር ወይከዓ ናይ ክሪፕቶካረንሲ ኤክስፖዠር ክትረክብ ትኽእል ኢኻ ቅድሚኡ ግን ክሪፕቶካረንሲ እንታይ ምዃኑ ወይ እንታይ ይመስል ኣሕጽር ኣቢለ ኣብ ክልተ ደቂቅ ሰለስተ ደቂቅ ዝኸውን ጽሙቅ ጽሙቅ ኣቢለ ክህበኩም። ሶ ክሪፕቶ ካረንሲ እንታይ ማለት እዩ ክሪፕቶ ካረንሲ ወይ ከዓ ብክሪፕቶ ዝፍለጥ ዲጂታል ባጤራ እዩ ወይ ዲጂታል ማኒ ወላ ሓንቲ ፍልይ ዘብሎ የለን ከምቲ መዓልታዊ ንጥቀመሉ ከም ዶላር ዩሮ ፓውንድ ዝኣመሰሉ እንተኾነ ግን ኣብ ኢንተርነት ጥራይ ዝርከብ ብብርቱዕ ናይ ኮምፒውተር ፕሮግራም ኢንስክሪፕሽን ድማ ፕሮቴክትድ ይኸውን so ልክዕ ከምቲ ባጤራ ንብረታት ንምግዛእ ንጥቀመሉ እዚ ክሪፕቶ ካረንሲ ንብሎ ዘለና ከዓ ንብረት ንምግዛእን ምሻጥን ክንጥቀመሉ ንኽእል ኢና እንተኾነ ግን እዚ ካብ ቁፅፅር ሓራ እዩ እንታይ ማለት እየ ገንዘብ ኣነ ካብ ባንክ ናብ ካልእ ክሰድድ እንተኮይነ ልክዕ በቲ ባንክ ገይረ እየ ፕሮሰስ ክኸይድ ዘለኒ እዚ ክሪፕቶ ካረንሲ እዚ ግን ካብ መንግስቲ ይኹን ካብ ባንክ ይኹን ካብ ዓበይቲ ካምፓኒታት ካብ ቁፅፅር ወፃኢ ዝኾነ ባጤራ እዩ ካብ ቁፅፅር ወፃኢ ተኾይኑ ድኣ ብኸመይ ድኣ ይመሓደር ኢልኩም ክትሓቱ ትኽእሉ ኢኹም። ብብሎክቸይን ዝበሃል ተክኖሎጂ እዩ ዝመሓደር። እዚ ተክኖሎጂ እዚ ንኹሉ ንገብሮ ንግዳዊ ልውውጥ ዝምዝግቦን ዘተኣምን ብሩህን ምዃኑ ዘረጋግፅ መዝገብ፣ ፓብሊክ ሌጀር፣ ይበሃል። ንሕና፣ ንኣብነት ኣነ ንስኻን ወይ ኣነ ንስኽን፣ ክሪፕቶካረንሲ ኣብ ሓፂር ግዜ ክንሳደድ ንኽእል ኢና። እዚ ከዓ ቅልጡፍን ፅፉፍን ይገብሮ ክሪፕቶካረንሲ ካብቲ ኩሉ ግዜ እንጥቀመሉ ባንክታት ፍልይ ዘብሎ ማለት እዩ። ቢትኮይን ወይ BTC ዝበሃል እቲ ዝዓበየ ክሪፕቶካረንሲ እዩ። ብዙሓት ግን ኣለዉና፣ ልዕሊ ዕስራን ሰለስተን ሽሕ ዝኾኑ ዝተፈላለዩ ክሪፕቶካረንሲ ከም በዓል ኢተርም፣ ሶላና፣ XRP፣ ዶጅኮይን ዝኣመሰሉ ልዕሊ ዕስራን ሰለስተን ሽሕ ዝተፈላለዩ ዓይነታት ክሪፕቶካረንሲ ኣለዉና። ስለዚ እዚኣ ክሪፕቶካረንሲ እንታይ ከም ዝመስል ኣሕጽር ኣቢለ ከምታ መእተዊ ንምሃብ ኢለ ሂበኩም ዘለኹ። ሕጂ ግን ናብተን ቀንዲ ቢትኮይን ሓምሳ ፐርሰንት ትውስኽ ከላ ከባቢ ኣርባዓ ክሳብ ስሳ ፐርሰንት ዝውስኻ ስቶክስ ኢና ክንዘራረበለን። እታ ቀዳመይቲ ስቶክ፣ እዚኤን ስቶክ ዝብል ከለኹ ኣብ ዝኾነ ኢንቨስት ክንገብረለን ንኽእል ኢና፣ ኣብ በዓል ትሬዲን ቱ ዋን ቱ ዲና ኢንቨስት ንገብር፣ ኣብ በዓል ፊደሊቲ ዲና ኢንቨስት ንገብር፣ ኣብዘን ኩለን ዝተፈላለየ ብሮከረጅ ወይ ፕላትፎርም ትጥቀምሉ ዘለኹም ክትረኽብወን ትኽእሉ ኢኹም። እታ ቀዳመይቲ ንሪኣ ኮይንቤዝ እያ። So ብሕጽር ዝበለ ኮይንቤዝ ግሎባል ኢንክ ወይ ከኣ ብ ኮይን ትፍለጥ ናታ ሲምበል ቲከር ሲምቦል ማለት እዩ እዚኣ ሓንቲ ካብተን ዝዓበያ ብሮከሬጅስን ብሮከሬጅ ክብል ከለኹ ግን እዚ ናይ ስቶክስ ንገዝኣሉ ዘይኮነ ክሪፕቶ ካረንሲ ከም በዓል ቢትኮይን ኢተርም እዘን ሶላና ኣብነት ክብ ከለኹ ዝጸናሕኩ ልዕሊ ዕስራን ሰለስተን ሽሕ ኣለዋ ዝበልኩወን ካብኣተን ክትገዝኣለንን ክትሸጠለንን ትኽእል ፕላትፎርም ወይ ከኣ ኤክስቸንጅስ ማለት እዩ። ሶ ኣብዚ ዓመት እዚ እንተሪእናዮ year to date ማለት እዩ ኩሉ ግዜ year to date ትፈትዎ እየ ኣነ ሚእትን ሰላሳን ክልተን ፐርሰንት ወሲኻ ኣላ ሚእትን ሰላሳን ክልተን ፐርሰንት ሽሕ ዝነበረት ክልተ ሽሕን ገለን ንኾነልካ ኣሎ ማለት እዩ ዝዝክሮ ኣብዚ ኣብዚ ወርሒ እዚ ማለት እዩ ኣብ ሓንቲ ወርሒስ ካብ ሓምሳታት ዝነበረት ኣብዚ ሓምሳ ዝነበረት ኣብ ሓጺር ግዜ ክንደይ ኮይና ኣላ ርኤዋ ሚእትን ሽዱሽተን ፐርሰንት ወሲኻ ኣላ ኣብ ሓጺር ግዜ ማለት እዩ ካብ ዕለት ዓሰርተ ክልተ ጁን ክሳብ ዓሰርተ ሸሞንተ ጁላይ ዘሎ ኣብ ውሽጢ ወርሕን ሰሙን እንዲ ወርሕን ገለን ከባቢ ሚእቲ ፐርሰንት ዕጽፊ ወሲኻ ኣብ ወብሳይታ እንተኸይድና ኣብ ናቶም ወብሳይት እዚ ኣብ እንታይ ዓይነት ከም ዝኾነ ማለት እዩ ልዕሊ ተስዓን ክልተን ቢልዮን ዝኸውን ኳርተርሊ ማለት ኳርተርሊ ሰለስተ ወርሒ ልዕሊ ተስዓን ክልተን ቢልዮን ዝኸውን ቮልዩም ትሬድድ ኣሎ ማለት ዝግዛእን ዝሽየጥን ኣብ ውሽጢ ሰለስተ ወርሒ ሰለስተ ወርሒ ማለት እዩ ተስዓን ክልተን ቢልዮን ዝኣክል ገንዘብ ይግዛእን ይሽየጥን ኣብ ውሽጢ ሰለስተ ወርሒ ሰለስተ ወርሒ ኣብኡ ኣሰት ኦን ፕላትፎርም ኣብዛ ፕላትፎርም ዘሎ ኣሰት ኩሉ ተደማሚሩ ማለት እቲ ፕራይስ ገንዘብ ናቱ ልዕሊ ሚእትን ዕስራን ሸሞንተን ቢልዮን ከም ዝኸውን ዝሕብረና ዘሎ ኣብ ናቶም ወብሳይት እየ ዘለኹ ኣብ ልዕሊ ሚእቲ ሚእቲ ሃገራት ከዓ እንታይ ትኸውን እያ ክትጥቀመሉ ትኽእል ኢኻ ኣብ ኢንግላንድ ኣብ ዩኤስኤ ኣብ ዝተፈላለየ ሃገራት ማለት ልዕሊ 3400 ኤምፕሎይስ ከዓ ኣለዎ እዚ ንዓና ሰኪር ከም ዝኾነ እዩ ዘርእየና ዘሎ በዓል ቢትኮይን በዓል ኢተረም ገንዘብ ክውስኽ እንተኮይኑ እዚ ኮይን ቤዝ ከዓ ንስ ኣብኡ ትገዝኣሉን ትሸጠሉን ስለዝኾነ ዋግኡ ክውስኽ ጥራይ ዝረኣ ምኽንያቱ እታ ዝዓበየት ፓብሊክሊ ትሬድድ ዝኾነት ፕላትፎርም ወይ ከዓ ኤክስቸንጅ ናይ ክሪፕቶ ካረንሲ ክትገዝኣሉን ትሸጠሉን እዚኣ ኮይን ቤዝ ትኸውን ኣላ ማለት እዩ ሶ ኣብዚ እንተኸይድና ኣብዚ ግዜ እዚ እዚኣ ሪከርድ ዝገብራ ዘለኹ ቀዳምያ ትኸውን ዘላ 77 ነጥቢ 99 ትሽየጥ ኣላ 78 ዶላር ንበሎ ማለት እዩ ሲምበል ክትረኽቧ ተሪኹም ኣብ ዝለኩም ኮይን ኢልኩም ክትፅሕፉ ትኽእሉ ኢኹም ኣብዚ ዴይ ሬንጅ ኣብዚ ናይ ሓምሳን ክልተን ዊክረጅ እንተርኢነ ካብ ሰላሳን ሓደን እስክሳብ ሚኢትን ዓሰርተ ኣርባዕተን ዋጋታት ላዕልን ታሕትን ዝበለትሉ ግዝየ እዩ እንታይ ዝርእየና ዘሎ በታ ቮላቲሊቲ ናቱ ላዕልን ታሕትን ዝኸደሉ እንታይ እዩ ብጣዕሚ ልዑል እዩ ዘክርዎ በታ እንታይ ማለት እዩ ልዕሊ ሓደ እንትኸውን ዝኾነ በታ ኦፍ ኮርስ ሪስኪ ይኸውን ኣሎ ብኡ መጠን ከዓ ብዙሕ ውፅኢት ከዓ ይረኣይ ኣሎ ኤስኤምፒ 500 ሚእቲ ፐርሰንት ኣብ ሓደ ሰሙን ኣብ ሓደ ወርሒ ክርከብ ማለት ብፍፅም ኣይከኣልኒ እዚ ግን ኣብ ሓፂር ግዜ ኣብ ሓንቲ መዓልቲ ዕስራ ፐርሰንት ሓምሳ ፐርሰንት ክውስኽን ክቕንስን ይረኢ ዲፐንዲን ኣብ ዝተፈላለየ ነገራት ማለት እዩ። ሶ ናቱ ማርኬት ካፕ ንእሽተይ ኣይኮኑ ዓሰርተ ሸሞንተ ቢልዮን ማርኬት ካፕ ኣለዎ ማለት ዕብየት ናይቲ ካምፓኒ ኦፍ ኮርስ ዲቪደንድ ገለ ክኸፍሉ ኣይትጽብዮምን ኢኻ ዲቪደንድ ከኣ የብሎምን ኣብዚ ስታቲስቲክስ ክትከይድ ቁርብ ኣሸግር ከብል ይኽእል እዩ ምኽንያቱ እዚኤን ናይ ቴክኖሎጂ ካምፓኒታት ከም በዓል ብሎክቸይን ከም በዓል ካልእ ዘተኩራ ቁርብ ኣሸግር ከብል ይኽእል እዩ ፕሮፊት ንኽረኽባ ሶ ኣብዚ ኳርተርሊ ሪቨኒ ግሮዝ ንባዕሉ ዕብየት ኣየርኣየን እቲ ረቨኒው ኣታዊ ማለት እዩ ኣብዚ እሞር ዘተኩር ኣነ ከማን ኣብቲ ኳርተርሊ ረቨኒው ኣብ ርብዒ ርብዒ ዓመት ይር ኦን ይር ኣታዊ ረኺባ ዶ ኣይረኸበትን ግሮስ ፕሮፊት ክንደይ መኽሰብ ረኺባ ስለዚ ኣብዚ ብምኻድ ናቱ ውፅኢታት ወይ ከዓ ናቱ ፋይናንሻል ስቴትመንትስ ክትርእይዎ ትኽእሉ ኢኹም ኣብ ፋይናንሻል እንተርእይናዮ ኣብዚ ኳርተርሊ ንርአ ኣብ ኳርተርልስ ገንዘባ ትውስኽ ዘላ ኣታውስ የብዝሑ ዘለዉ ኢና ነስተውዕል ኣብዚ ሕጂ ኣብ ኳርተርሊ ኣታዊ ይውስኹ ኣለዉ ዶ ኣይውስኹን ኣለዎም ብምርኣይ ንሕና ሪስክ ክንወስድ ምስ ንደሊ ኣብዚ ኮይን ቤዝ ኢንቨስት ክንገብር ንኽእል ኢና ወይ ከዓ ከነዋፍር ንኽእል ኢና ኣብዚ ኢንቨስት ተጌርና ክንፈልጡ ዘለና በዓል ብሎክቸይን በዓል ክሪፕቶ ካረንሲ ገንዘብ ክውስኽ ከሎ እዚ ከዓ ገንዘብ ክውስኽ እዩ በዓል ዝበዝሐ ግዜ ማለት እዩ በዓል ቢትኮይን ገንዘብ ክቕንስ ከሎ እዚ ከዓ ገንዘብ ክቕንስ እዩ ዝረአ ምክንያቱ እዚ ናቱ ቮሊዩም ፅልዋ ክገብረሉ ይኽእል እዩ ካብ ምንታይ ቅንዲ ኣታዊ ነዚኦም ክትገዝእን ክትሸይጥን ከለካ ዘሎ ፊ ትኸፍሎ ክፍሊት ንዑ ኣታዊ ናብዚ ኮይንቤዝ ንብሎ ዘለና ይኸውን ኣሎ። እዛ ካልኣይቲ ንሪኣ ከኣ ከም ንሪኦ ዘለና ኣብዚ ማራቶን ዲጂታል ሆልዲንግ ኢንክ ትበሃል እያ። እዚኣ ንባዕለይ ኣነ ይውንና ነይረ ክሳብ ዝሓጸረ እዋን። እዚኣ ብማራ ትፍለጥ እያ። ብሎክቸይን ወይ እዚ ክሪፕቶካረንሲ ብሓፈሻ ቢትኮይን ዕስራ ፐርሰንት ክውስኽ ከሎ እዚ ዕስራ ፐርሰንት እዩ። ክውስኽ ዝረኣ ኣብቲ ከባቢ ማለት እዩ ኤግዛክትሊ ዋላ ተዘይኮይነ ግን ኣብቲ ከባቢ ናቱ ስለምንታይ ምክንያቱ ቀንዲ ስርሖም ናይዚኦም ማራቶን ዲጂታል ሆልዲንግ ንብሎ ዘለና ማይኒን ናይ ቢትኮይን ንምግባር እዩ ኦፍኮርስ ማይኒንግ ትርጉሙ ዘይክርዳእኩም ከሸግረኩም ይኽእል ከምቲ ወርቂ መኩዓት ጌርና ንሕሰቦ ድሓን እቲ ቢትኮይን ክመፅእ እንተኮይኑ ብዓዜን ማራቶን ዲጂታል ሆልዲንግ ንብለን ዘለና እየን እተን ቀንዲ ማይን ዝገብራ ኣብቲ ናይ ኮምፒውተር ማለት እዩ ስለዚ ኣብዚ ናይ ዩርትዴት እንተርኢናዮ ክልተ ሚእትን ሓምሳን ክልተን ፐርሰንት ዩር ቱ ደይት ኣሎ ኢማጅን ክልተ ሚእትን ሓምሳን ክልተን ሚእቲ ፐርሰንት እያ ጸኒሓ ናይ ኮይን ቤዝ ክንሪኣ ከለና ተዘጋግየ ኣብዚ ክንደይ ርኣ ይብለና ኣሎ ክልተ ሚእትን ሓምሳን ክልተን ፐርሰንት ኣብ ውሽጢ ሓጺር ግዜ ሰለስተን ኣርባዓን ትሸጥ ዝነበረት ኣብ ሓጺር ግዜ ክንደይ ኮይና ነይራ ርኣዮ ኣብዚ ዕስራ በጺሓ ነይራ ካብ ሰለስተ ናብ ዕስራ ኦፍ ኮርስ ቀኒሳ ሕጂ ከ ዓሰርተ ክልተ በጺሓ ኣላ ዝተሓተ ከማን ከባቢ ዓሰርተ በጺሓ ነይራ ስለዚ እዚ ቮላታይል እዩ ላዕልን ታሕትን ክብል ይኽእል እዩ መክሰብ ክርከቦ ክእል ዘይክእልን ግን ሚእቲ ካብ ሚእቲ መክሰብ ክርከቦ ክእል እዩ በዓል ቢትኮይን እንተርኢናዮ ካብ ሰብዓ ሽሕ እዩ ናብ ዕስራ ሽሕ ሰላሳ ሽሕ ወሪዱ ዘሎ ስለዚ ብኡ መጠን እዚ ከዓ ናይ ግድን እዩ ክቕንስ ሕጂ ተመሊሳ ቢትኮይን ናብ ሰብዓ ሽሕ ተትኸይድ ነይራ እምኑኒ እዚ ከዓ ካብኡ ዝለዓለ ውፅኢት ምተረኸቦ ነይሩ ኮይኑ ይስምዓና ኣነ ክሪኦ ከለኹ ማለት እዩ ምክንያቱ በዓል ቢትኮይን እዚ ማራቶን እንብሎ ዘለና ዲጂታልን ኩሉ ዝተተሓሓዘ ካምፓኒታት ስለ ዝኾነ። So ኣብ ናይዚ ዓመት ሬንጅ እንተ ርኢና ካብ ሰለስተ ናብ ዓሰርተ ትሽዓተ ከምቲ ኣብዚ ክንሪኣ ዝጸናሕና ናይ Day እንተ ርኢና ካብ ዓሰርተ ሓደ ክሳብ ዓሰርተ ክልተ ብጣዕሚ ብዙሕ እዩ ውሑድ ኣይኮነን ብ Percentage ክንሪኦ ከለና እዘን ካምፓኒታት ፕሮፊት ኣይርከበን እየ ኣብቲ ፕሮፊት ማርጅን ወይ ኣብቲ Earning Per Share ብዙሕ ኣየተኩርን እየ ኣብ ምንታይ ደኣ ዓመት ኣብ ርእሲ ዓመት ወይ ኣብ ሰለስተ ወርሒ ሰለስተ ወርሒ ኣታዊኤን የብዝሓ ኣለዋ ድየን Revenue ረቨኒ ግሮዝ ኢልና ንፅውዖ ማለት እዩ ኣታውስ የብዛሓ ኣለዋ ድን ኣይብዛሓን ኢልካ ከተስተውዕለሉ ማርኬት ካብ ናቱ ክልተ ቢልዮን እዩ ዝኸውን ዘሎ ብጣዕሚ ዓብዪ ይኮነን ንእሽተይ እዩ በታ ናቱ ኢማጂን ሓሙሽተ ብጣዕሚ ላዕልን ታሕትን ክኸይድ ይኽእል እዩ ማለት ስለዚ መክሰብ ክትረክብ እንተደሊኻ ገለ ካብዘን ካምፓኒታት ንእሽተይ ሕውስ ኣቢልካ ምስቲኣን ስቴብል ዝኾና ወይ ከዓ ከም በዓል ፔፕሲ ንኣብነት ትመርፅ እንተኾንካ ሕውስ ኣቢልካ እንተመሪፅካዮ ደሓን ዝኾነ ውፅኢት ክትረክብ ትኽእል ኢኻ ብኡ መጠን ከዓ ንእሽተይ ሪስክ ትወስድ ከም ዘለኻ ኣብ ግምት ከተእትዎ ይግባኣካ እንተዘይኮይኑ ማራቶን ሓንቲ ካብቲኤን ዝፈትወን ካምፓኒ ናይ ማይን እያ ዘላ ሶፋር ክሳብ ሕጂ ምስ ብሎክቸይን ዝተተሓሓዘ ማለት እዩ ብሎክቸይን ክሪፕቶ ካረንሲ ኣርቲፊሻል ኢንተሊጀንስ እዚ መናብርቲ ናይ ካባና ክእለ ይክእልኒ በዓል ብሎክቸይን ኩሉ ላዕሊ ሰማይ ክስቀል እዩ ዝብል እምነት ምስ ዝህልወካ ናብዛ ካምፓኒ እዚኣ ተኸታተላ ወይ ኣስተውዕለላ ፎሎ ግበራ ራዮት ፕላትፎርምስ ኢንክ ትበሃል እያ ናታ ሲምቦል ቲከር ሲምቦል ኣር ኣይኦቲ ብጣዕሚ risk ዝኾነ ካምፓኒ ግን ከኣ ናቱ high risk high reward ካምፓኒ ምስ ትደሊ ወይ ላዕልን ታሕትን ክኸይድ ዝኽእል ማለት እዩ ኣብዚ ከተስተውዕለሉ ይግበኣካ ኣብዚ ዓመት ጥራይ ልክዕ ከምዚኣ ናይ ማራቶን ወይ ማራ ክንሪኣ ጽንሕና ክልተ ሚእትን ዕስራን ገለን ፐርሰንት ወሲኻ ኣላ ኣብ እዋን ኢራብ ሓደ ዓመት ሱሳን ሽዱሽተን ፐርሰንት year to date ክልተ ሚእትን ኣብ ሽዱሽተ ወርሒ ሰብዓ ፐርሰንት ወሲኻ ኣላ፣ ኣብ ሓደ ወርሒ ኣርብዓ ፐርሰንት ቀኒሳ ኣላ፣ ኣብ ሓሙሽተ መዓልቲ ሓሙሽተ ፐርሰንት ወሲኻ ኣላ፣ ኣብ ሓደ መዓልቲ ሰለስተ ፐርሰንት፣ Almost፣ ማለት እዩ፣ ሰለስተ፣ ክልተ ነጥቢ ሸውዓተ ሰለስተ ፐርሰንት ትሒታ ወይ ቀኒሳ ኣላ። ስለዚ ላዕልን ታሕትን ዝኸይድ ቁሩብ ኣፍርሕ ዘብለካ ተኾይኑ ስቶክ ኢንቨስት ኣይትግበር ኣብዚ። ሪስክ ክወስድ ይኽእል እየ፣ ሓሙሽተ ዓመት ዓሰርተ ዓመት ክጽበ እየ፣ ብሎክቸይን መናብርትና እዩ፣ እንተጠፊኡ ህልም ይበል። እንተዘይኮይኑ ግን high reward ወይ ከዓ ዓቢ ዝኾነ ውጽኢት የድልየኒ እዩ ዝብል እምነት ምስ ዝህልወካ ሓንቲ ካብተን ክትመርጸን ትኽእል ምስ ብሎክቸይን ዝተተሓሓዘ ካምፓኒታት እዚኣ Riot Platform Inc ትበሃል እያ ወይ ከዓ RIOT ዝብል ቲከር ሲምቦል ሓንቲ ካብተን ብሉጻት ካምፓኒታት ወይ ከዓ ዓበይቲ ናይ ብሎክቸይን ካምፓኒታት እያ። So ኣብዚ ናይ 52 week range ወይ ኣብዚ ሓምሳን ክልተን ዘሎ ሰሙናት ኣብዚ ዓመት እዚ ማለት እዩ ካብ ሰለስተ ክሳብ ዕስራ ፐርሰንት ላዕልን ታሕትን ዝኸደት ካምፓኒ እያ። ሰለስተ ክሳብ ሽዱሽተ ዳብል እዩ ክሳብ ዓሰርተ ክልተ ብኣርባዕተ ዕጽፊ ክሳብ ዕስራን ኣርባዕተን ብሸሞንተ ዕጽፊ ዳርጋ ንላዕሊ እዩ ከይዳ ዘላ ኤትኤክስ ማለት እዩ። ስለዚ እዚ ኣብ ግምት ብምእታው ኢንቨስት ክትገብር ትኽእል ኢኻ። ዓሰርተ ሓደ ዝሸጠላ ኣብዚ ጽባሕ ወይ ሶኒ ክፍት ምስ በለ ማርኬት ሎሚ ቀዳም'የ ሪከርድ ዝገብራ ዘለኹ ክንደይ ክትከውን ትኽእል እያ? ትሽዓተ ክትከውን ትኽእል እያ ወይ ከኣ ዓሰርተ ትሽዓተ ክትከውን ትኽእል እያ ላዕልን ታሕትን ዝፈልጦ ነገር የለን ምስቲ ብሎክቸይን ዝተተሓሓዘ ስለ ዝኾነ ብጣዕሚ እንታይ እዩ ቮላታይል እዩ ልክዕ ኣብዚ እንተርእዩና ናይ ቤታ ቮላቲሊቲ ማለት እዩ ኣርባዕተ ነጥቢ ክልተ ልክዕ ከምዚ ናይ ማራቶን ማለት እዩ ናታ ማርኬት ካብ ከማን ካብ ማራቶን ኣይንእስን እዩ ኣይዓብን እንታይ ኣብቲ ማዕረ ሲሚላር ይኸውን ኣሎ ሶ ኣናሊሲስ እንታይ ይብሉ ኣለዎ ኣብዚ ኣቨሬጅ ኣብዚ ካረንት ዓሰርተ ሓደ ኣላ ሃይ ክኣ ዕስራን ሰለስተን ከም ዝነበረን ሪኮመንደሽን ሬቲንግ ክኣ ሓደ ነጥቢ ሸውዓተ ባይ ከም ዘሎ ስትሮንግ ባይ ከም ዘሎ የርእየና ኣሎ ኣብዚ ማለት እዩ ከም ዝበልኩኹም ፕሮፊታብል ወይ ከዓ መክሰብ ዘለወን ካምፓኒታት ኣይኮናን ዘለዋ ክሳብ ሕጂ ከም በዓል ማራቶን እዘን ራዮት ክንርኢ ከለና እንተዘይኮይኑ ግን ንመፃኢ ክሪፕቶካረንሲ መናብርትና እዩ ዝብል እምነት እንተሃሊካ ኦፍኮርስ እዚኤን ኢንቨስት ንምግባር ፅቡቅ ዝኮነ ውፅኢት ክትሓፍስ ትኽእል ኢኻ ኣብቲ ዝመጽእ ዘሎ ዓመታት ከምቲ መጀመርያ ትማሊ ኣጋጣሚ ደዊሉ ነይረ ሓደ እንታይ ኢልኒ መጀመርያ ኣማዞንስ ክትግዛእ ከላ ሰብ ኣብዚ ክትበጽሕ ዝብል ኣይነበረን ሕጅስ ወላ ለሚንካ ከማን ክትረኽባ ኣይትኽእልን ኢኻ በቲ ዝነበረ ዋጋ ኢልኒ ስለዚ እዘን ካምፓኒታት እዚኤን ልዕሊ ድሕሪ ዓሰርተ ዓመት ሜይቢ ከምቲ ኣማዞን ላዕሊ ዝኸደቶ ላዕሊ ክኸዳ ክእላ ወይ ከዓ ጠፊሸን ክጠፍኣ ይኽእላ ስለዚ እዚ ከምዚ ዓይነት ሪስክ ከም ዘለዎ ብምፍላጥ ናትካ ምርጫታት ክትወስድ ትኽእል ኢኻ። እቲ ናተይ ስራሕ፣ እቲ ናተይ ዕላማ፣ ዘሎ ኦፕሽን፣ ናተይ ምርጫታት ናባኹም የመሓላልፎ። እቲ ውሳነ ግን ኩሉ ግዜ ናትኩም መጽናዕቲ ብምውሳኽ ናባኹም ይኸውን ኣሎ። ስለዚ እዚኤን እተን ሰለስተ ብሉጻት ኢለ ዘምጻእኩ ካብተን ብሉጻት ብሉጻት ብሉጻት ተዘይኮነ ካብተን ቁሩብ ሪስክ ዘለወን ጽቡቕ ሪዋርድ ከምጽኣ ዝኽእላ ኢለ ዝኣመንኩለን ካምፓኒታት እየን። ብተወሰኽቲ ግን። ኣብ ዲስክሪፕሽን ክገድፈልኩም ስለ ዝኾንኩ ናትኩም መጽናዕትታት ናተን ቮላቲሊቲ ናተን ካልእ ኣታዊ ረቨኒን ካልእ ነገራትን መጽናዕቲ ምውሳኽ ኢንቨስት ክትገብሩለን ምስ ትደልዩ ምስ ብሎክ ቸይን ወይ ምስ ክሪፕቶ ካረንሲ ዝተተሓሓዛ ካምፓኒታት ኣብቲ ዲስክሪፕሽን ክገድፈልኩም እየ ሶ ክሳብ መወዳእታ ዝተኸታተልኩምኒ የመስግነኩም የቐንየለይ።